ሰላም ጥዕና ሃበለይ ካብ ኩሉ ኩርናዓት ዓለም ኮንኩም መደባት መረብ ኒውስ ኣብ ምክትታል እትርከቡ ፍትዋት ተኸታተልቲ እሞ እምበኣር ነዚ ሰዓት እዚ ዝሓረናዮም ሓደሽቲ ሓበሬታት ሒዝናልኩም መፂእና ኣለና ንምክትታልኩም ንዕድም ኣዘዚ ሰራዊት ኤርትራን ትግራይን ኣብ መቐለ ፊት ንፊት ተራኺቦም ተዘራሪቦም ዝብል ጸብጻብ ኣፍሪካን ኢንቴሊጀንስ ሒዝዎ ወፂኡ ኣሎ። ሓቅነት እዚ ሓበሬታ ኣጻሪና ሒዝናዮ ኣለና። ብዝርዝር ናባኹም ክነብሎ ኢና። ፋኖ ስትራቴጂካዊ መጥቃዕታት ከም ዝጀመረ ዝወፁ ዘሎ ሓበሬታታት የመላኽቱ ኣለዉ። በዚ መሰረት ድማ ኣብ ከባብታት ወሎ፣ ሽዋ፣ ኣዊ፣ ደቡብ ጎንደር፣ ጎጃምን መብዛሕትኦም ከባብታት ኣምሓራ ሰፋሕቲ መጥቃዕታት ብድሮን ዝተሓገዘ ደብዳባት የካይድ ከምዘሎን ተሓቢሩ ኣሎ። ፋኖ ኣብ ዝሓለፈ ሒደት መዓልታት ኣብ ልዕሊ ሰራዊት ኢትዮጵያ ሰፊሕ መጥቃዕቲ ብምኽፋት ዝተፈላለዩ ከባቢታት ሓራ ከምዘውፀን ሓለፍቲ ናይ ሰራዊት ምክልኻል ኢትዮጵያ እውን ከምዝማረኽን ካብኡ ዝበፅሐና ሓበሬታ እውን ኣቃሊዑ ኣሎ። እዚ እውን ብዝርዝር ክንሪኦ ኢና። እዚ ከምዚ ኢሉ እናሃለወ ምንቅስቓሳት ፋኖ ኣብ ከባቢታት ሽረ ከምዝተራእየ ብቪድዮ ተቐሪፁ ዝወፀ ሓበሬታ ኣቃሊዑ ኣሎ። ኣብ ዝሓለፈ መዓልታት ናይ ጎንደር ፋኖ ምስ መከላከያ ክዋጋእ ኣብ ዝጀመረሉ ሰዓት ተቋሪፁ ንድሕሪት ዝተረፈ ናብ ናይ ትግራይ እንዳባጉና ተባሂሉ ዝፅዋዕ ከባቢ ከም ዝኣተወን ሎሚ ድማ ካብ ከባብታት በለሳ ናብ ከተማ ሽረ ብመኪና ተፅዒኖም እንትኣትዉ ዘርኢ ቪድዮ ተቓሊዑ ይርከብ። በዚ መሰረት ድማ እቶም ኣብ ከባብታት ፀለምት ተቖሪፆም ናብ ትግራይ ኣትዮም ዝነበሩ ኣባላት ዕጡቓት ፋኖ ብኣበርገለ ኣቢሎም ናብ መሳርዖም ክኣትዉ ምዃኖም ተሓቢሩ ኣሎ። እዚ እውን ብዝርዝር ክንሪኦ ኢና። ሎሚ ኣብ መላእ ትግራይ ሰላማዊ ሰልፊ ተኻይዱ ኣሎ። እዚ ሰልፊ እዚ ድማ ኣብ ትግራይ ኣንፀላልዩ ዘሎ ሓደጋ ኣብያተ ትምህርትታትን ናይ ምምሃር ምስትምሃርን ዝሓትት እዩ። እዚ በፂሑ ዘሎ ሓደጋ ኣብ ልዕሊ መሓውር ናይ ትምህርቲ ናይ ትግራይ ብዓብይኡ ዝሃሲ ኮይኑ እቲ ሰራሕተኛ ናይ ትግራይ እቲ መንግስቲ ሰራሕተኛ ተባሂሉ ዝፍለጥ ሲቪል ሰርቫንት ናይ ትግራይ ድማ ደሞዙ ክኽፈል ብዘይምኽኣሉ ንዕኡ ብሰላማዊ መንገዲ ንክፍታሕ ዝፀውዕ ሰላማዊ ሰልፊ ተኻይዱ ኣሎ። ነዚ እውን ብዝርዝር ክንሪኦ ኢና። ኣዘዚ ሰራዊት ኤርትራን ትግራይን ኣብ መቐለ ፊት ንፊት ተራኺቦም ተዘራሪቦም ዝብል ጸብጻብ ኣፍሪካን ኢንተሊጀንስ ሒዝዎ ወፂኦ ኣሎ። ሓቅነት እዚ ሓበሬታ ድማ ማዕረ ክንደየና እዩ ዝብል ድሓር ንሪኦ ክኸውን እዩ። እቲ ዝወፀ ሓበሬታ ግን ከምዚ ክብል ብኣንዳፍታ ሜድያ ሒዝዎ ዝወፀ ኣቃሊዑ ኣሎ። እዚ እውን ከም ብቃል ብቃል ከንብበልኩም እዩ። ኣዘዚ ሰራዊት ኤርትራን ትግራይን ገጽ ንገጽ ተራኺቦም። ወከልቲ ጀነራላት ትግራይን ኤርትራን ገጽ ንገጽ ተራኺቦም ከም ዝተመያየጡ ኣፍሪካን ኢንተሊጀንስ ንምንጭታቱ ብምጥቃስ ጸብጺቡ። እቲ ጸብጻብ ከም ዝሓበሮ፣ ጀነራል ፍስሃ ኪዳኑ ንህወሓት ብምውካል፣ ጀነራል እዮብ ፍስሃየ ድማ ንሻዕብያ ብምውካል ኣብ መቐለ ተራኺቦም። ይኹን'ምበር እቲ ናይ ክልቲኦም ኣዘዝቲ ሰራዊት ኣኼባ ብዘይምርድዳእ እተዛዘመ እቶም ምንጭታት ከም ዝነገርዎ ገሊጹ ኣሎ። እቲ ናይ ፈረንሳይ ጋዜጣ ኣፍሪካ ኢንተሊጀንስ ኣብ ፀብፃቡ እቲ ፌደራል መንግስቲ ዝሓዞ መርገፂ ህወሓትን ሻዕብያን ንክተሓባበሩ ዕድል ከፊቱ እዩ ዝበለ እንትኸውን ከሎ እንተኾነ ግን ኣብ መንጎ ክልቲኦም ሓይልታት ዓሚዩቕ ናይ ኣረኣእያ ፍልልይ ከምዘሎ ጠቒሱ። እዚ ናይ ኣረኣእያ ፍልልይ እዚ ዝተፈጠረ ክልቲኦም ሓይልታት ብዛዕባ ሰራዊት ምክልኻል ኢትዮጵያ ኣብ ዘቕረብዎ ገምጋም ምዃኑ ካብ ምግላፅ ወፃኢ ዝርዝር ነጥብታት ኣየቕመጠን። ዘ ኢኮኖሚስት ቅድሚ ኣዋርሕ ኣብ ዘውጽኦ ጸብጻብ፣ ሓይልታት ሻዕብያ፣ ህወሓት፣ ሰራዊት ናጽነት ኦሮሞ፣ ፋኖን ኣብ ሱዳን ሓቢሮም ከም ዝመኸሩ ጸብጺቡ ነይሩ እዩ። መንግስቲ ኢትዮጵያ'ውን ብዶክተር ጌዲዮን ጢሞቴዎስ ኣቢሉ ህወሓትን ሻዕብያን ጥምረት ከም ዝፈጠሩ ንሕቡራት መንግስታት ዓለም ኣብ ዝጸሓፎ ደብዳቤ ካብ ሓደ ግዜ ንላዕሊ ምኽሳሱ ዝዝከር እዩ። እዚ ክብል ዘውጽኦ እዚ ኣፍሪቂ ካን ኢንተሊጀንስ ዝበሃል ናይ ፈረንሳይ ማዕከን ዜና ኮይኑ ክብረት ተኸታተልቲ ኣብዚ ቀረባ ግዜ ይረኣዩ ብዘለዉ እቲ ናይ ፋኖ ወይ ከዓ ናይ ጽምዶ ናይ ሰሜናውያን ጥምረት ዝምልከት እቲ ኣብ መንጎ ኤርትራን ትግራይን ዝፍጸም ዘሎ ዝካየድ ዘሎ ናይ ጽምዶ ምንቅስቃሳት ብድሕሪኡ ንመበል ካልኣይ ግዜ ክወጽእ ከሎ እዩ እዚ ጸብጻብ እዚ ቅድሚ ሕዚ ዘኢኮኖሚስት ዝተባሃለ ሓደ ጋዜጣ ሒዝዎ ዝወጸ ጸብጻብ እንታይ ዝብል ነይሩ ኣብ ሱዳን ሓይልታት ናይ ትግራይ ማለት እውን ህወሓት፣ ሻዕብያ፣ ፋኖ፣ ኦላ ወይ ከዓ እዚ ናይ ኦሮሞ ናፅነት ሰራዊት ዝበሃል ኣብ ሱዳን ተራኺቦም ሓበራዊ ምይይጥን ስምምዕን ገይሮም እዮም ዝብል ኣውፅኡ ነይሩ። በዚ መሰረት እውን እቲ ጌዲዮን ጢሞቴዎስ ናይ ወፃኢ ጉዳይ ሚኒስትር ናይ ኢትዮጵያ ናብ ሕቡራት መንግስታት ዓለም ደብዳቤ ፅሒፉ ነይሩ። እቲ ደብዳቤ ንሱ እውን ህወሓትን ሻዕብያን ሓድነት ይፈጥሩ ኣለዉ፣ ይሰማምዑ ኣለዉ ዝብል እዩ። ሕዚ እውን ናቱ መቐፀልታ ክኸውን ዝኽእል ናይ ኤርትራ ኣዘዝቲ ሰራዊትን ናይ ትግራይን ኣብ መቐለ ፊት ንፊት ተራኺቦም ተዛትዮም ዝብል ሓበሬታ እዩ ሒዙ ወፂኡ ዘሎ ማለት እዩ። ክብረት ተኸታተልቲ እዚ ማዕረ ክንደየናይ ተባራዕ ዝኾነ ዜና ብማዕኸን ዜና ዓለማት ይቀላዕ ከም ዘሎ እዩ። እቲ ሓቂ ግን ክነፃሪ እውን ከም ዝኸኣልና እዚ ጠቕላሉ ሓሶት ከም ዝኾነን እቲ ናይ ዘይኮን ኣፍሪካን ኢንተሊጀንስ ዝበሃል ማዕኸን ዜና ሒዝዎ ዝወፀ ሓበሬታ ድማ ብሓፂሩ ሓሶት ከም ዝኾነን ምንም ዓይነት ናይ ኤርትራ ይኹን ናይ ህወሓትን ኣዘዝቲ ኣብ መቐለ ኣብ ትግራይ ከም ዘይተመያየጡን እዩ እቲ ዝበፅሐና ሓበሬታ ኣቃሊዑ ዘሎ እቲ ፅምዶ ዝበሃል ምንቅስቓስ እቲ ምትሕብባር እቲ ምምያያጥ ከም ዘሎ ኮይኑ እቲ ሕዚ ወፂኡ ዘሎ ሓበሬታ እቲ ኣብ ትግራይ ኣብ መቐለ ተራኺቦም እዮም ዝብል ሓበሬታ ግን ሙሉእ ብሙሉእ ሓሶት ከም ዝኾነ እዩ እቲ ዘረጋገፅ ናይ ሓበሬታ ዘቃልዕ ዘሎ ክቡራት ተኸታተልቲ ናብቲ ናይ ቀፀላ ሓበሬታና ክሓልፈኩም ከለኹ ከዓ ፋኖ ስትራተጂካዊ መጥቃዕትት ከም ዝጀመረ ዝወፁ ዘለዉ ሓበሬታታት የመላኽቱ ኣለዉ። በዚ መሰረት ድማ ኣብ ከባብታት ወሎ፣ ሽዋ፣ ኣዊ፣ ዶብ ጎንደር፣ ጎጃምን መብዛሕትኦም ከባብታት ኣምሓራን ሰፋሕቲ መጥቃዕትታት ብድሮን ዝተሓገዘ ደብዳባትን የካይድ ከም ዘሎ እዩ ተሓቢሩ ዘሎ። ፋኖ ኣብ ዝሓለፉ ሒደት መዓልታት ጥራይ ኣብ ልዕሊ ሰራዊት ኢትዮጵያ ሰፊሕ መጥቃዕቲ ብምኽፋት ዝተፈላለዩ ከባብታት ኣምሓራ ሓራ ከም ዘውፀን ብዙሓት ሰራዊት ብልፅግና ድማ ኣመራርሓ'ውን ሓዊሱ ከም ዝማረኸን ዝበጽሐና ዘሎ ሓበሬታ ኣቃሊዑ ነይሩ። ኣብ ዝሓለፈ'ውን ንሳቶም ከም ዘውጽእዎ መሰረት ተኾይኑ ኣብ ዝሓለፈ ሰራዊት ናይ ፋኖ ብዙሓት ዕጥቅታት ከም ዝማረኸን ከምኡ ድማ ሰራዊት ኢትዮጵያ'ውን ብሰፊሑ ከም ዝማረኸን ከም ዝደምሰሰን እዩ እናተገለጸ ዝርከብ። ልዕሊ ሽሕ ዝኾኑ ሰራዊት ናይ ኢትዮጵያ ድማ ከም ዝተማረኹ እዩ እናተገለጸ ነይሩ። እዚ ኣብቲ ከባቢ ኣብቲ ናይ ኣምሓራ ሙሉእ ከባቢ ዘሎ ኹናት ሕዚ እውን ብዝተቓጻጸለ መልክዑ እናቐጸለ እዩ ዝርከብ። ናይዚ መቐጸልታ ክኸውን ዝኽእል ድማ ኣብ ዝተፈላለዩ ከባብታት ኣምሓራ ማለት እውን ኣብ ኣዊ ኣብ ከባብታት ራያ ናይ ኣምሓራ ዘሎ ከባብታት ኣብቲ ናይ ወሎ ዝብልዎ ማለት እዩ ወሎ ኣብ ከባብታት ሽዋ ናይ ድሮን መጥቃዕታት ተኻይዶ ኣሎ ነታ ሓዳሽ ተታሃቲናያ ዝበልዋ ናይ ድሮን ናይ ፋኖ ድሮን ኣብ ከባብታት ሰሜን ሽዋ መጥቃዕቲ ከም ዝፈጸመት እዮም ባዕሎም ኣቃሊዖም ዘለዉ ማለት እዩ ክብረት ተኸታተልቲ። እዚ ከምዚ ኢሉ እናሃለወ ምንቅስቓሳት ፋኖ ኣብ ከባብታት ሽረ ከም ዝተራእየ ብቪድዮ ተቐሪጹ ዝወጸ ሓበሬታ ኣቃሊዑ ኣሎ። ኣብ ዝሓለፈ መዓልታት ናይ ጎንደር ፋኖ ምስ መከላከያ ክዋጋእ ኣብ ዝጀመረሉ ሰዓት ተቖሪጹ ንድሕሪት ዝተረፈ ኣባላቱ ናብ ትግራይ እንዳባጉና ንክኣትዉ ተገይሮም ጸኒሖም እዮም ዝብል ሓበሬታ እናተቃለሐ ጸኒዑ እዩ። እዚ ሓበሬታ ድሕሪ ምውጽኡ ሎሚ ድማ ኣብ ከባብታት በለሳ ናብ ከባብታት ሽረ ብመኪና ተጻዒኖም እንትኣትዉ ዘርኢ ቪድዮ ተቃሊሑ ይርከብ። በዚ መሰረት ድማ እቶም ኣብ ከባብታት ፀለምቲ ተቖሪፆም ናብ ትግራይ ኣትዮም ዝነበሩ ኣባላት ዕጡቓት ፋኖ ብኣበርገለ ኣቢሎም ናብ መሳርዖም ክኣትዉ ምዃኖም እዩ ተሓቢሩ ዘሎ። እቶም ኣብ ዝሓለፈ ኣብ ከባብታት ናይ ፀለምቲ ከባብታት ምስ ምክልኻል ኢትዮጵያ ክዋግኡ ካብ ጎንደር ዝተላእኹ ናይ ፋኖ ሓይልታት ብመከላከያ ኢትዮጵያ ተቖሪፆም ኣብ ክልተ ድሕሪ ምግምዖም እቶም ዝተረፉ ብመከላከያ ዝተቖሪፆም ንድሕሪት ዝተረፉ ናብ ትግራይ ንክንሰሓቡን ብኡ ገይሮም ድማ ናብ እንዳባጉና ንክኣትዉን ትእዛዝ ሓሊፎም ብኡ ገይሮም ብሰራዊት ትግራይ ኣቢሎም ናብ እንዳባጉና ከም ዝኣተዉ እዩ እናተነገረ ፀኒሑ ናይዚ መቐፀልታ ክኸውን ዝኽእል ድማ ሕዚ እቶም ሰራዊት ንሳቶም ናብ መሳርዓቶም ክኣትውሉ ዝኽእሉ ታሽሙ ተሞቻችሎም እቲ ኩነታት ተሞቻችሎም ሕዚ ናብ ሰራዊቶም ንክኣትዎም ብኣበርገል ደቢሎም ብጣንቋ ማለት እዩ ብተንቤን ኣከባቢ ኣቢሎም ናብ መሰራዕቶም ክኣትዉ ከም ዝኾኑን ናብ ኣገው ክኣትዉ ከም ዝኾኑን እዩ እቲ ዝበፅሐና ሓበሬታ ኣቃሊዑ ዘሎ ክቡራት ተኸታተልቲ ሎሚ ኣብ መላእ ትግራይ ሰማ- ሰላማዊ ሰልፊ ተኻይዱ ኣሎ እዚ ሰልፊ እዚ ድማ ኣብ ትግራይ እንፀላልዩ ዘሎ ሓደጋ ኣብያተ ትምህርትታት ናይ ምዕፃው ሃዋህው ይረኣየን ከም ዘሎን እቶም መምሃራን ድማ ደመወዞም ብምእጋዱን ብኣጠቓላሊ ሰራሕተኛ መንግስቲ ትግራይ ኣብ ሓደጋ ወዲቑ ኣሎ ዝብልን ድምፂ ሰራሕተኛ መንግስቲ ትግራይ ድምፂ ዘስምዓሉን ሰልፊ ክካየድ ከም ዝወዓለን እዩ እቲ ሓበሬታ ኣቃሊዑ ዘሎ። ከም ዝፍለጥ ኣብ ትግራይ ምንም ዓይነት በጀት የለን ኣብ ሰዓቱ እዚ ንዕኡ ክሓትት ዝኽእል ነቲ ናይ መንግስቲ ሰራሕተኛ ደሞዝ ይከፈለና ዝብል ሕቶ ዝሓዘ ሰላማዊ ሰልፊ ሎማዕንቲ ተኻይዱ ዘሎ ማለት ክብረት ተኸታተልቲ እቲ ሎማዕንቲ ተኻይዱ ዘሎ ሰልፊ ድማ እቲ ኣብ ትግራይ ዘሎ ፀገም ብሰላማዊ መንገዲ ንክፍታሕ እቲ ናይ ትግራይ ናይ ደሞዝ ስርዓት ድማ ብኣግባቡን ብስነ ስርዓትን ንክኽፈልን ዝሓትት ሰላማዊ ሰልፊ እዩ። ክቡራት ተኸታተልቲ እሞ እዚ ሓበሬታ እዚ ናብ ኩሉ ማሕበረሰብና ንክበፅሕ ሼር ምግባር ከይትረስዑ፣ እዚ ምድላው ተፈቲኹሞ ከዓ ሰብስክራይብ እና ላይክ ምግባር ከይትረስዑ። ሰላም